ሰላም ሰላም ኣሕዋት ከመይ ትኾኑ ምሳኹም ዘለኹ ዮናስ እየ ሎማዓንቲ እውን ብካልእ ቪድዮ ተመልሰኩም ኣለኹ ናይ ሎማዓንቲ ንሪኣ እምበኣር ከመይ ገርና ካብ ሞባይልና ዝተደምሰሰና ስእልታት ይኹን ዝኾነ ዶክሜንት ከመይ ገርና ዳግማይ ክንረኽቦ ንኽእል እያ ክትከውን እምበኣር ቅድሚ ናብኣ ምኻደይ እምበኣር ሓደሽ ተሊኹም ናብዚ ናተይ ዩትብ ኣብ ዩትብ ኣቲኹም ኣብዚ ላዕሊ ጆና ሃይለ ኢልኩም ትፅሕፉ ማለት እዩ ቀዳመይቲ ትመጸኩም እያ ዛናተይ ኣብዚ ኣቲኹም ሳብስክራይብ ትብል ኣብኣ ክሊክ ትገብሩ ድሕሪኡ ኣብዛ ጎኒ በል ደላ ኣብኣ ሓንቲ ግዜ ክሊክ ትገብሩ ደደውረትኮ ቪድዮታት ብቕልጡፍ ክመፀኩም እዩ መስ ከዓ ኖቲፊኬሽን ክመፀኩም እዩ ማለት እዩ ከምኡ እውን ኣብ ፌስቡክ ደደውረትኮ ቪድዮ መታን ብቕልጡፍ ክመፀኩም ኣብዚ ኣቲኹም ፈለው ትገብሩኒ ማለት እዩ ቴንክ ዩ ኦኬ እምበኣር ናብዛ ናይ ሎማዓንቲ ክንከይድ እዛ ኣፕሊኬሽን ዲስክ ዲገር እያ ትብል ኣብ ፕሌይ ስቶር እያ ትርከብ ኣብ ፕሌይ ስቶር ኣቲና እምበኣር ዲስክ ዲገር ፎቶ ሪካቨሪ ኢልና ንፅሕፍ ብድሕሪኡ ክልተ ክመፀና እዩ ከምዚ እዛ ሓንቲ ብገንዘብ እያ ትግዛእ ንዓ ተደሊኹማ ቅድሚ ሕጂ ቪድዮ ሰሪሐ ነረ ከመይ ገርና ዳውንሎድ ንገብር ኢለ ከይድኩም ዳውንሎድ ትገብርዋ ትኽእሉ ኢኹም ማለት እዩ ንሕጂ ግን እዛ ናይ ፍሪ ንሳ ክርእኩም እየ ከምዚ ምስ መጸና እምበኣር ኢንስቶል ድብል ክሊክ ንገብር ኣብኡ ብድሕሪኡ ኣክሰፕት ንብላ ዳውንሎድ ክትገብር ጀሚራ ኣላ ኦኬ እምበኣር ዲስክ ዲገር ዳውንሎድ ኮይና ኣላ ብድሕሪኡ ኦፕን ንብላ ኦፐን ምስ በልናያ ከምዚ ድብል ጽሑፍ ተመጺና ኖ ቴንክስ ንብላ ማለት እዩ ኣፕግሬድ ክንገብር እዮም ዝነግሩና ኣለዉ ኖ ቴንክስ ንብላ ብድሕሪኡ ኣብዛ ስታርት ቤዚክ ፎቶ ስካን ትብል ኣብኣ ክሊክ ንገብር ማለት እዩ ኣብኡ ክሊክ ምስ ገበርና እቲ ዝተደምሰሰ ስእልታት ከምዚ ገራ ክተምጻልና ማለት እዩ ኣብ ታሕቲ ትሪእዎ ተለኹም 85 ፋይልስ ፋውንድ ኢሉ መጺኡ ኣሎ ማለት እዩ ቁፅርታት እንዳወሰኸ እቲ ዝተደምሰሰ ስእልታት ተምፃለይ ኣላ ማለት እዩ ከምዚ ገይራ ምስ ወደእት እምበኣር ኣብ ሳሕ ትሪኦ ዘለኹም 272 ፋይል መሊሳ ሃለይ ኣላ ማለት እዩ ኣምፅኣትለይ ኣላ እዚ 73 ግን ክትረኽቦ ይከኣለትን ማለት እዩ ስለዚ ነዘን 73 ክንረኽበ እንተኮይኑ ኣብዛ ሴቲንግ ትብል ኣዋንጥዎ ድሕሪኡ ኣብዚ ሚኒማም ፋይል ሳይዝ ዝብል እታ ቸክ ኮይና ኣላ ኣንቸክ ንገብራ ማለት እዩ ምክንያቱ ዘን ሰብዓን ሰለስተን ልዕሊ 1 ሽሕ ባይት ስለ ዝኾነን ደይመፀ ደለዋ ማለት እዩ ስለዚ ኦኬ ትብል ኣብኣ ክሊክ ንገብር ማለት እዩ ተሪኢኹም እምበኣር ሕጂ ሰለስተን ኣርባዓን ሓሙሽተን ኮይነን ማለት እዩ እተን ተሪፈን ዝነበራ መፅኤን ኣለዋ እምበኣር ኦኬ እምበኣር እተን ዝደለናየን ሕጂ ካብዚ ስእሊ መሪጽና ዳውንሎድ ክንገብረ እንተኾይኑ በብሓደ ከምዚ ጌርና ክንመርጽ ንኽእል ኢና ማለት እዩ ወይ ከዓ ኣብዛ ናይ ሴቲንግ ምልክት ንኢዴማን ደላ ሰለስተ ነጥቢ ኣብኣ ክሊክ ተገርና ሰሌክት ኦል ኣብዛ ላዕሊ ማለት እዩ ሰሌክት ኦል ትብል ኣብኣ ክሊክ ተገርና ኩሉ ሰሌክት ጌራቶ ኣላ ማለት እዩ እንድሕር ደኣ ኩሉ ሰሌክት ክንገብሮ ተዘይደልና ከዓ ኣብኣ ኣቲና ኣንሰሌክት ኦል ክንብላ ንኽእልና ማለት እዩ እምበር ኣነ ንሕጂ ውሕዳት ስእሊ ክመርፅ እየ ሰለስተ ስእሊ ከምዚ ገይረ መሪፀ ኣለኹ ማለት እዩ ከምዚ ገርናተን ዝደለናየን ስእሊ ምስ መረፅና ኣብዛ ሪካቨር ትብል ናይ ዳውንሎድ ምልክት ዘለዋ ኣብኣ ክሊክ ንገብር ከምዚ ድብል ምስ መጸና እምበኣር ናበይ ዳውንሎድ ክንገብሮ ደልና ኣለና ክንፈልጥ ኣለና እንድሕር ደኣ ናብ ድራይቭ ማለት ድሮፕ ቦክስ ገለ ተኮይኑ ኣብዛ ቀዳመይቲ ደላ ኣብ ኣክሊል ክንገብር ማለት እዩ ብድሕሪኡ ከምዚ ኢሎ ክመፀና እዩ ናብ ሴፍ ቱ ድራይቭ ድብል ደሎ እንድሕር ደኣ ናብኡ ደሊና ኦኬ ንብል ናብዚ ኣቱ ድሮፕ ቦክስ ከዓ ናብ ድሮፕ ቦክስ ደሊና ማለት እዩ እንድሕር ደኣ ናብ ሞባይልና ተደሊናያ ግን ማለት ናብ ሚሞርና ኹን ናብ ሞባይልና ተደሊናያ ከምዚ ኢሉ ምስ መፀና ኣብዛ ማእኸል ደላ ሴቭ ደ ፋይልስ ቱ ኤ ኮስተም ሎኬሽን ኦን ዮር ዲቫይስ ትብል ኣብኣ ክሊክ ንገብር ማለት እዩ ድሕሪኡ ክልተ ክመፀና ብዚ ኢንተርናል ስቶሬጅ ናይ ሞባይልና ሚሞሪ ማለት እዩ ሲዲ ካርድ ከዓ እዚ ገዚእና ንእትዎ ማለት እዩ ስለዚ ካብዚ ዝደለናይ መሪፅና ናብቲ ክንመልሶ ደልና ዘለና ቦታ መሪፅና ክሊክ ንገብር ማለት እዩ ድሕሪ ብዚ ፋይላት ክመፀና እዩ ናበይ ኢኻ ክትመልሶ ደሊኻ ብለኒ ኣሎ ካብዚ መሪፅና ድላይና ናብኡ ዳውንሎድ ክንገብሮ ንኽእልና ወይ ከዓ ኣብዚ ላዕሊ ተሪኢኹማ ኣብዛ ፎልደር ኮይና ኣብ ውሽጣ መስቀል ትመስል ዘላታ ኣብኡ ክሊክ ተገርና ከዓ ሓድሽ ፎልደር ንኸፍት ማለት እዩ ሶ ኣብዚ ድኾነ ሽም ንህባ ከምዚ ሽም ምስ ሃብና እምበኣር ኦኬ ንብላ ኣብ ስታርት ተሪኢኹም እምበር ሰሌክት ኢሉ ናይታ ፎልደር ሽም ኣምፅለይ ኣሎ ማለት እዩ ስለዚ ኣብዛ ሰሌክት ትብል ክሊክ ንገብር ስለዚ እተን ሰሌክት ዝገበርኩወን ስእልታት ዳውንሎድ ኮይነን ኣለዋ ማለት እዩ ዳውንሎድ ገበርና እምበር ኣብ ጋለሪ ክንረኽቦ ንኽእል ኢና ወይ ከዓ ኣብ ማይ ፋይል ኣብ ማይ ፋይል ኣቲና ኣብታ ፎልደር ሽም ድሃብናያ ኣብኣ ክንረክባ ንክእል ኢና ማለት እዩ ኣነ ኣብ ኒው ፒክቸር ኢለ ሽም ሂበያ ነይረ ስለዚ ታን ፒክቸር ሰለስቲኤን ኣብዚ መፂና ኣለዋ ማለት እዩ ወይ ከዓ ኣብ ገላሪ ኣቲና ክንረክቦ ንክእል ኢና ማለት እዩ ሶ እዚኣ ነራ ናይ ሎማዓንቲ ኣሕዋት ተፈቲኹማ ሸር ግበርዋ መታን ካልኦት ከዓ ክጥቀሙላ ኣብ ኮመንት ከኣ ጸሓፉለይ እንታይ ክትከውን ትደሊ ትመጽ ደላ ቪድዮ ብዛዕባ እንታይ ክትከውን ትደሊ ጸሓፉለይ ኣነ ከኣ ኮመንትኹም ኣንቢበ ቪድዮ ክሰርሓልኩም ክፍትን እየ ማለት እዩ ሶ ቴንክ ዩ